ሂጎ ኦሊቬራ ኣብ ሓንቲ ምሸት ናይ ልቢ ዓርኩን ዝፈትዎ ኣፍቃሪቱን ይስኢኑ ካብታ ዕለት እቲኣ ጀሚሩ ድማ ህይወቱ ሓዘን ዝመልኦ ህይወት ኮይንዎ ወትሩ ምስ ተጨነቐ እዩ ሕጂ ግን ነገራት ናብ ዝነበሮም ንኽመልሶም ናብ ዓዱ ናብ ባርሰሎና ይምለስ ሂጎ ወላ ነፍቃሪቱ ንባበ ረኺቡ ፍቕሮም ናብ ንቡር መሊሱ ሂወቱ ከተዓራሪ እንተመጸ ከም ብሓዲሽ ግን ዘይተጸበዮ ኣብ ሂወቱ ምስ ካልእ ጓል ሓዲሽ ምዕራፍ ይኽፈት። ኣብ መወዳእትኡ ድማ ነታ ካብ ልቢ እንዳፍቀራ ኣብ ግዜ ሽግሩ ገዲፋቶ ዝኸደት ባብ'ዶ ወይ ድማ ነዛ ሓዳሽ ጓል ክመርጽ እዩ ብሓንሳእ ክንርኢ ኢና። እምበኣርከስ ተኸታተልቲ ውይ ናይ ትግርኛ ነዚ ቪድዮ ንምስራሕ ብዙሕ ግዜ ስለ ዝወስድ ዶንጌኩም ክኸውን ይኽእል እየ እንተኾነ ግን ብኸምዚ ዓይነት ጽፉፍ መንገዲ ከምጻልኩም እንተኾይነ ጻዕሪ ከም ዝሓትት ክትርድኡለይ እንዳፈተኹ ነዛ ፊልም ድማ ናብ ኩሉ ሰብ ምእንቲ ክትበጽሕ ላይክ ምግባር ኣይትርስዑ ቅድሚ ናብ ፊልምና ምሕላፍና ግን ከምዘን እትርእይወን ዘለኹም ብዓይነተን ኣዝየን ብሉጻት ብቕኒተን ድማ ብምኩራት ክራሪስት ዝተመስከረለን ክራራት ምስ ትደልዩ ዳዊት ክራር ይኹን ምርጫኹም እንዳበልኩ ንዳዊት ክራር ኮንታክት ክትገብርወን እትደልዩ ድማ በዘን ኣብዚ ገይረልኩም ዘለኹ ናይ ኢንስታግራምን ናይ ዋትስኣፕ ኣካውንትን ክትረኽብዎ ትኽእሉ ኢኹም ከምኡውን ካብ ውይ ናይ ትግርኛ ዩትዩብ ቻነል ኢና መጺና ምስ ትብልዎ ናይ 20 ፐርሰንት ዲስካውንት ክገብረልኩም ምዃኑ እንዳነገርኩ ናብ ፊልምና ከሕልፈኩም። ሂጎን ባብን ኣብ ገምገም ባሕሪ ኮይኖም ጽቡቕ ግዜ እንዳሕለፉ እዩ ፊልምና ዝጅምር። ክልቲኦም ተዓሪቖም ናብቲ ናይ ቀደም ፍቕሮም ተመሊሶም እዮም እንዳበልና ኮለና እንተኾነ ግን እዚ ኩሉ ነቲ ካብ ልቡ እናፍቀራ ገዲፋቶ ዝኸደት ሂጎ ኣብ ኣየር ደቂሱ ብሕልሙ እዩ ክረኣዮ ጸኒሑ ብድሕሪዚ ካብ ሕልሙ ምስ ተባራበረ ሂጎ ካብ ለንደን ናብ ዓዲ ይምለስ ከም ዘሎ ንርኢ እታ ኣብ ጎኑ ዝነበረት ሰበይቲ ድማ ብሕልምኻ ባቢ ናበልካ ክተህተፍትፍ ጸኒሕካ ብኣፍቃሪትካ ድያ ኢላ ትሓቶ እሞ ሂጎ ድማ ኣብቲ ኣዝያ ተድልየኒ ግዜ ንበይነይ ገዲፋትኒ ዝኸደት ጓል እያ ይብላ ብድሕሪዚ እታ ነፋሪት ንባርሰሎና ትበጽሕ እሞ ሂጎ ድሕሪ ክንደይ ምስ ምዕባይ ሓዊ ይራኸቡ ቀጺሉ ውን ነታ ናይ ዓባ ሓዉ ክብርቲ መኪና ባዕለይ'የ ዝዝውራ ኢሉ መፍትሕ ይቕበሎ'ሞ ከምቲ ሞተር ዝለመዶ ድማ ነታ መኪና ብፍጥነት ክዝውራ ከሎ ንርእዮ። ብድሕሪ'ዚ ገዛ ምስ በጽሑ ሂጎ ናቱን ናይቲ ንዕኡ ክብል ኣብ ቅድድም ሞቶ ወዲቑ ዝሞተ ዓርኩን ስእሊ ርእዩ። ኣብ ትዝታ ክኣቱ ከሎ ንርእዮ። ቀጺሉ ናብታ ንዓመታት ተፈልይዋ ዝነበረ ሞቱ ይኸይድ እሞ ኣብቲ ምሉእ መዓልቲ ኮኾሎ ዝውዕል ዝነበረ ጎደናታት ባርሰሎናን ከምኡውን ናብቲ ንሱን ጉጅልኡን ዝእከቡሉ ቦታ ከይዱ ዝኽሩ ከሐድስ ከሎ ንርእዮ። ቀጺሉ ካብ ዘይፈልጦ ቁጽሪ ብኣገዳሲ ጉዳይ ደልየካ ኣለኹ ሎመዓንቲ ንራኸብ ዝብል ደወል ይድወሎ እሞ እቲ ደዊልሉ ዝነበረ ሰብ ድማ ሓደ ካብቶም ናይ ቀደም ኣዕሩኽቱ እዩ። ሽዑ ንሂጎ ኣድራሻ ናይ ሓደ ቦታ ይነግሮ'ሞ ክልቲኦም ኣብኡ ንኽራኸቡ ይቋጸሩ። ሂጎ ድማ ደስ ኢልዎ ናብቲ ዝተቋጸሩሉ ቦታ ምስ ከደ፣ እቲ ወዲ ቅድሚ ሕጂ ብባእሲ ተፋላልዮም ከም ዝነበሩን ጽቡቕ ዝኽሪ ከም ዘየሕለፉን ይነግሮ'ሞ ቀጺሉ ከኣ ናቱ መከሓሓሲ መንታ እንክኸውን ንኹሎም ጀምዓ ኣኪበ ብሓንሳእ ክንድርር ኢና ይብሎ። ሂጎ ኣብዚ ሰዓት እዚ ኣዝዩ ህዱእን፣ ከምኡ ውን እቲ ምስ ሰባት ምኽንያት እናፈጠርካ ዓሰርተ ግዜ ናይ ምባኣስ ባህርዩ ጠቕላላ ከም ዘየለ ንርኢ። ብድሕሪዚ ኣፍቃሪቱ ነቲ ዝፈትዎ ዓርኩ ዝነበረት ኬቲና መሓዛባብ ትመጽእ እሞ ሂጎ ተሓጒሱ እንዳሓቖፋ ከሎ ሓንቲ መን ምዃና ዘይትፍለጥ ጓል ንኽልቲኦም ብካሜራ ጌራ ክትስእሎም ከላ ንሪኣ። ቀጺሎም ሂጎን ኬቲናን ክዕልሉ ምስ ጀመሩ ኬቲና ንባቢ ረኺብካያ ትፈልጥ ዶ ኢላ ትሓተሞ ሂጎ ግን ብቴሌፎን ይኹን ብኣካል ረኺብዋ ከም ዘይፈልጥን ንዓኣ ረኺቡ ናብቲ ናይ ቀደም ፍቕሮም ንኽምለሱ ከም ዝመጸ ይነግራ ሽዑ ክልቲኦም ተሓቋቒፎም ይፋናነው እሞ ሂጎ ካብቲ ቦታ ምስ ከደ እታ ዓንተወይ ትስእሎ ዝነበረት ጓል ሕጂ እውን ክትከታተሎ ኮላ ንርእያ ከይተረድኣ እውን ናይ ሂጎ ሞቶ ተሃርማ እሞ ሂጎ ከይረኣያ ድማ ተቓላጢፋ መኪናኣ ነዳዲ መሊኣ ክትሃድም ትሓስብ። እንተኾነ ግን ሓደ ካሼር ብካሜራ ይሪኣ'ሞ ንሂጎ ይሕብሮ። ሽዑ ሂጎ ከይሃደምት ኮላ የርክባ'ሞ ሞተረይ ኣውዲቕኪ ናበይ ክትከዲ ደሊኺ ብምባል ነታ ሞቱኡ ናብ ሓደ ቦታ የጸግዓ'ሞ ወሲኹ ድማ መፍቲሓ ሰሪቑ መኪናኣ ሒዙዋ ክሃድም ይሓስብ። ሽዑ ንእሽተይ ምስ ከደ ድማ ጠጠው ኣቢሉ ሰራቒት ምዃንኪ ነብስኺ እንድሕር ኣሚንክላ መኪና ክክበ ክክእድ የብላ። እዛ ጓል ግን ድፍር ዝበለት ስለ ዝነበረት ብኣንጻሩ ማእከል ኢዳ ተውጽኣሉ እሞ ተመሊሳ ከኣ ናብታ መኪና ኣትያ ምስኡ ክትከይድ ትውስን። ኣብ መንገዶም ድማ ሂጎ ናብቲ የዕሩኽቱ ዓዲሞሞ ዘለዉ ድራር ናብኡ ይወስዳ ከም ዘሎ ይነግራ'ሞ ቀጺሉ ድማ ስማ ይሓታ። ጌኒቨራ ከም ትበሃል ሽማ ትነግሮ እሞ ስማ ድማ ንሂጎ ከስሕቆ ይጅምር ንሳ ድማ ብስማ ብምስሓቁ ሓሪቃ ትጸፍዖሞ ወሲካ ድማ ጄኒቨራ ሙሉእ ስማ እምብር ስድራኣ ኮኑ ቀረብታ ጂን ኢሎም ከም ዝጽውዕዋን እቲ ሽም ድማ ንዓኣ ዓቢ ትርጉም ከም ዘለዎን ትነግሮ ብድሕሪ እዚ ሂጎ ንዓኣ ከዛናግዕ ኢሉ ዘረባ ክብዝሕ ይጅምር እሞ ጂን ድማ ሕጂ ኣፍካ ዘይትሕዝ እንድሕር ኮንካ ባዕለይ ኣፍካ ክዓጽወልካ'የ ትብሎ። ሂጎ ግን ካብኣ ንላዕሊ ጽሉል ምዃኑ፣ ነታ ሚኪና ናብ ዝተፈላለየ ኣንፈት እናጠወየን ኣንሳእ ድማ ኣብ ጭቃ እናእተወን የርእያ'ሞ፣ ኣብ መወዳእታ ድማ ናብቲ ዝደለይዎ ቦታ ይበጽሑ። ብድሕሪ'ዚ ካብታ ሚኪና ምስ ወረዱ፣ ጂን ንሚኪናኣ ክተዐርያ ትፍትን'ሞ፣ ሂጎ ድማ ክሕግዛ ኢሉ ናብኣ ምስ ቀረበ፣ ከምዘን ካልኦት ኣዋልድ መሲለካ ከይከውን ሚኪናይ ባዕለይ'የ ዘዐርያ ኢላ ንሓገዙ ትነጽጎ። ብድሕሪ እዚ ብዛዕባ ስድርኦም ከዕልሉ ምስ ጀመሩ ጂን ስድርኣ ብሂወት ከም ዘየለዉ ትነግሮሞ ሂጎ ድማ ክሓዝነላ ይጅምር ብድሕሪ እዚ ተተሓሒዞም ናብቲ ዕሩክቲ ዓዲሞሞ ዘለዉ ድራር ይኣቱሞ ኩሎም ኣዕሩክትን መተዓብይቱን በብሓደ መጺኦም ክሓቁፍዎ ከለዉ ንሪኦ ኣብቲ ድራር ድማ ጂን ድሮ ተላልያቶም ምስ ኣዕሩክቱ ክትጻወት ትጅምርሞ ሂጎ ድማ ንዕኦም እንዳረኣየ ተሓጒሱ ቀጺሉ ናብ ሽንቲ ቤት ይኣቱ ሽዑ ኢዱ ናተሓጸበ ከሎ ግን ሃንደበት ናይ ባቢ ድምጺ ይሰምዕ እሞ ብቑልጡፍ ካብቲ ሺቓቕ ወጺኡ ንባቢ ክደልያ ይጅምር። እንተኾነ ግን ባቢ ኣብቲ ቦታ ኣይነበረትን። ብድሕሪዚ ሂጎ ምስ ጂን ብመኪናኣ ገይሩ ገዝኡ ተብጽሖ እሞ ሂጎ ቁጽሪ ቴሌፎና ምስ ሓተታ ግን ጂን ካብ ቁጽሪ ቴሌፎነይ ቁጽሪ ታቤላ ኣይተጽናዕካዮ ይሕሸካ ምኽንያቱ ካባይ ንላዕሊ ነዛ መኪና ኢኻ ትፈልጣ ብምባል ንዓኣ ጌና ስለ ዘይፈለጣ ቁጽሪ ቴሌፎና ንምውሳድ ጻዕሪ ይሓቶ ምዃኑ ነጊራቶ ካብቲ ቦታ ትኸይድ። እንተኾነ ግን ሂጎ ኣብ ኣፍ ደገ ገዝኡ ዘይኮነ ዘሎ እቲ ቦታ ናይ ባቢ ገዛ ዝርከበሉ ቦታ እዩ ነይሩ። ሃንደበት ድማ ባቢ ምስ ዓርካ ናብቲ ቦታ ትመጽእ እሞ ሂጎ ከይርእይዎ ተሓቢኡ ካብ ርሑቕ ክጥምቶም ይጅምር። ሽዑ እቲ ዓርካ ንባቢ ኣብ ከንፈራ ክስዕማ ይሓስብ እሞ ባቢ መጀመርታ ነጺጋቶ እኮ እንተኸደት ደሓር ግን ልክዕ ከምቲ ሂጎ ዝገብሮ ነበረ ብፊኒስትራ ተመሊሳ ባዕላ ትስዕሞ እዚ ድማ ንሂጎ ኣዝዩ ዘሕዝን ነገር እዩ ነይሩ። ብድሕሪ እዚ ባቢ ንገዛኣ ምስ ኣተወት ሓፍታ ድማ ንፓርቲ ኢላ ንደገ ክትወጽእ ኮላ ትረኽባ። ኣዲኣ እውን ኣብቲ ገዛ ገለ ነገር ከም ዝጠፍኣ ኣብቲ ገዛ ክትፍትሽ ኮላ ትርእያ እሞ ናብኣ ቀሪባ ድማ ምስ ሓተተታ ኣዲኣ ሓደ ሓደ ወረቓቕቲ እናርኣየት ኣቦኽን ካልእ ጓል ለሚዱ ኣሎ መስለኒ ኢላ ትነግራ እሞ ባቢ ግን ቦቦኣ ኣዝያ ትተኣማመን ሰብ ስለ ዝነበረት ዘይከውን ሓሳባት ኣብ ርእስኽ ቦታ ኣይትሃብዮም ትብላ። ሂጎ ድማ ክሳዕ ሕጂ ኣብቲ መንደቕ ተጸጊዑ ብባቢ ይሓስብ እዩ ዘሎ። ባቢ እውን ፊኒስትራኣ ምስ ከፈተት ገለ ነገር ኣብቲ ደገ ከም ዘሎ ብውሽጣ ክስምዓ ይጅምር። ሂጎ ፍቕሪ ባቢ ክወጽኣሉ ስለ ዘይከኣለ፣ ስምዒታቱ ኣብ ጊም ከይዱ ጉስጢ ብምልምማድ እዩ ዘውጽኦ ነይሩ። ሓደ ካብቶም ኣብቲ ጊም ዝነበሩ ሰባት ድማ ብናይ ሂጎ ናይ ጉስጢ ብቕዓት ተመሲጡ ምስኡ ንኽወዳደር ይሓቶ'ሞ ሂጎ ድማ ተሰማሚዑ ክልቲኦም ክበኣሱ ይጅምሩ። ኣብቲ ባእሲ መጀመርታ እቲ ወዲ ንሂጎ ወላ ብብርቱዕ ካሶት እንተሃረሞ፣ ደሓር ግን ሂጎ ብሉጽ ብቕዓት ስለ ዝነበሮ ነቲ ወዲ ቀጥቂጡ ይስዕሮ። ቅድሚ ምኻዱ ግን ሂጎ ነቲ ወዲ ይቕሬታ ሓቲትዎ ካብቲ ቦታ ይኸይድ። ብድሕሪ እዚ ትኽ ኢሉ ናብ ኣቦኡ ይኸይድ እሞ ምስ ኣቦኡ ተራኺቦም ኣቦኡ ድማ ንሂጎ ሓደ ናይ ስራሕ ዕድል ከም ዝፈጠረሉ ነጊሩ ናይ ሓደ ሰብ ቁጽሪ ቴሌፎን ዝሓዘት ካርድ ይህቦ። ቀጺሉ ድማ ነቲ ሰብ ነጊረዮ ስለ ዘለኹ ኣብ ጽቡቕ ናይ ስራሕ ቦታ ከእትወካ ይብሎ። ኣብቲ ሓደ ድማ ሓፍታ ንባቢ ምስ ኣፍቃሪኣ ብቴሌፎን ክተዕልል ትሰምዓ እሞ ባቢ ደድሕሪኣ ናብ ክፍላ ትስዕብ። ዳንኤላ ሓፍቲ ባቢ ድማ እዚ ወዲ ልክዕ ከም ሂጎ ከም ዝኾነን ብጣዕሚ ከም ተፍቅሮን ትነግራ እሞ ባቢ ድማ ናብኣ ቀሪባ፣ ከም ሂጎ ዓይነት ሰባት ኣይኮኑኽን እዮም፣ ካባይ ተማሃሪ እናበለት ክትመኽራ ትጅምር። ተኾነ ግን ዳኒኤላ ናትክን ናይ ሂጎን ፍቕሪ እኮ እናበለት ብዛዕባ ፍቕሮም ክተዘክራ ትጅምር እሞ ባቢ ገዲፋታ ካብቲ ገዛ ትኸይድ። ሂጎ ድማ ኣብቲ ሓደ ናብ ሓደ ሲነማ ይኣቱ እሞ ምስቲ ብኡ ቁጽሪ ቴሌፎኑ ዝሃቦ ሰብ ይራኸብ። እቲ ሰብ ናይ ፊልም ዳይሪክተር ክኸውን ከሎ ንሂጎ ድማ ከም ሓደ ናቱ ሰራሕተኛታት ኮይኑ ምስኡ ንኽሰርሕ ይቖጽሮ። ሂጎ፣ ወዱ ተራ ስራሕ ይሰርሕን ከም ዘሎን ተሰሚዑ፣ ኣቦኡ ክሓርቕ ምዃኑ ተረዲእዎ፣ ነቦይ ግን እዚ ስራሕ እሰርሕ ከም ዘለኹ ከይትነግሮ ኢሉ የረድኦ'ሞ፣ በዚ ተሰማሚዖም ሂጎ ምስኡ ክሰርሕ ይጅምር። ቁሩብ ጸኒሓ ድማ ጂን ናብቲ ቦታ ትመጽእ'ሞ፣ ምስ ሂጎ ክልቲኦም ከይተራኣዩ ይጋጨዉ'ሞ፣ ዓይኒ ዓይኒ ድማ ይጠማመቱ። ኣብቲ ሲነማ ዝተፈላለያ ኣዋልድ ፍሉይ ክእለተን ዘርእያሉ መድረኽ'ዩ ነይሩ። ጂን ድማ ክእለታ ክተርኢ ናብቲ መድረኽ ምስ ደየበት፣ በቲ ወዶ ወዶ ዝኾነ ደረቕ ባህሪኣ ንኹሎም ክተስሕቖም ትጅምር። ኣብ መወዳእታ ግን ጂን ጊታር ሒዛ መጺኣ እንዳደረፈት ፍሉይ ክእለት ከም ዘለዋ ተርእዮ። ብድሕሪ'ዚ ወዲኣ ምስ ወጸት፣ ሂጎ ብድሕሪኣ መጺኡ ንሱ'ውን ንገዛኣ ከፋንዋ ከም ዝደሊ ይነግራ'ሞ፣ ጂን ኣብቲ ሞተር ምስ ደየበት ድማ ወላ'ኮ ሂጎ ጃኬቱ ከፊቱ፣ ክትሓቕፎ እንተ ሓተታ፣ ንሳ ግን ኢዳ ኣብ ድሕሪት ናይታ ሞቶ ትሕዝ። ኣብ መንገዲ ከለዉ ግን ሓሳባ ቀይራ ንሂጎ ትሓቕፎ እሞ ኣብ መንጎ እዞም ክልተ ሰባት ገለ ነገር ይፍጠር ከም ዘሎ ንርኢ። ቀጺሎም ናብ ናይ ጂን ገዛ ይኣትዉ እሞ ጂን ካርታ ናይታ ከተማ እንዳ ርኣየት ኣብታ ከተማ ዘለዉ ዝተፈላለዩ እንዳ ጂም ተርእዮ። ወሲኻ ድማ በብመዓልቲ ኣብ ዝተፈላለዩ ናይ ጂም እንዳ ቀየረት ምሉእ ወርሒ ከይከፈለት ጂም ከም ትሰርሕ ድማ ትነግሮ። ኣብ መንጎ ግን ናይ ማዕጾ ደወል ይስማዕ እሞ ኣደይ ከይትርእየካ ኢላ ንሂጎ ናብ ሓደ ረሳሕ ክዳውንታ ዝቕመጠሉ ኣርማድዮ ተእትዎ። ሂጎ ድማ ናይቲ ክዳውንቲ ሽታ ስለ ዝገበረሉ እንታይኸ ናይ ወዲ ክዳን ዝሽትተኒ ዘሎ? ንምዃኑኸ ናትኪ ድዩ እዚ ርማድዮ? ኢሉ ሕሹኽ እንዳበለ ንጂን ይሓታ እሞ ጂን ግን እቲ ርማድዮ ናይ ሓዋ ምዃኑን ፈሊጣ ኣብኡ ከም ዘእተወቶን ትነግሮ። ሂጎ ድማ ብጉያ ካብኡ ወጺኡ ንጂን ክሕዛ ይፍትን እሞ ኣብ መወዳእታ ድማ ኣርኪቡ ሕንቲኽቲኽ እንዳበለ ከስሕቓ ይጅምር። ቀጺሎም ድማ ክልቲኦም ክሰዓዓሙ እንዳበሉ ከለዉ ሓዋ ንጂን ናብቲ ቦታ ይመጽእ። ሂጎ ድማ ንዕኡ ተላልይዎ ቀጺሉ ምስ ጂን ጽቡቕ ግዜ ከም ዘሕለፈን ደጊሙ ድማ ክረኽባ ከም ዝደልን ነጊርዋ ይኸይድ። ጂን ውን ብዘረባ ሂጎ ተሓጒሳ ፍሽኽ ክትብል ኮላ ንርእያ። ብድሕሪ'ዚ፣ ዳንኤላ ሓፍቲ ባቢ ምስ ዓርካ ናብ ሓደ ክለብ ክትኣቱ ከላ ንርእያ'ሞ፣ ሂጎ'ውን ንበይኑ እቲ ክለብ ንርእዮ'ሞ፣ ጽንሕ ኢሉ ግን ንኬቲና'ውን ኣብኡ ይረኽባ። ቁሩብ ጽንሕ ኢሉ ድማ ሂጎ ምስ ባቢ ኣብዚ ክለብ ዝነበሮ ዝኽሪ ክዝከሮ ይጅምር'ሞ፣ ደሓር ግን ኬቲና መጺኣ ካብዚ ብጠጠዉ ዝሓልሞ ዘሎ ሕልሚ ተቋርጾ። ዳንኤላ'ውን ኣብቲ ሓደ ብዘይ ዓቐን መስተ ክትሰትን ከምኡ'ውን ድራግ ክትወስድ ከላ ንርእያ። ሂጎ ድማ ኣብ ሓደ ጸግዒ ናይቲ ባር ኮሎ እቲ ትማሊ ምስኡ ክወዳደር ሓሲቡ ዝሰዓረ ወዲ ካብ ርሑቕ ይርእዮ እሞ ንሂጎ ክላኸፎ ይጅምር። ሂጎ ድማ ሓሪቑ ዋላ እኮ ናብኡ ክኸዶ እንተ ፈተነ ሕጂውን ኬቲና መጺኣ ተዘሓሕሎ እሞ ደሓር ድማ ምስ ኩሎም ኣዕርኽቱ ተኣኪቡ ክተዛናግዖ ትጅምር። እንተኾነ ግን ሂጎ ኣብ ከምኡ ዓይነት ሙድ ከም ዘይነበረ ንርእዮ። ዳኒኤላ ድማ እቲ ዝወሰደቶ ድራግ ኣብቲ ልዕሊ እቲ መስተ ተወሲኽዋ ካብ ቁጽጽር ወጻኢ ትኸውን እሞ ኣብቲ ክለብ ንዝረኸበቶ ወዲ እናሰዓመት ኣብ መወዳእታ ድማ ምስ ዘይትፈልጦ ሰብ ክትወጽእ ኮላ ንርእያ። ሂጎን ኬቲናን ድማ ኣብቲ ኣፍደገ ወጺኦም ክዕልሉ ይጅምሩ እሞ ኣብ መንጎ ግን ኬቲና ንኣቡ ቀሪባ ክትስዕሞ ትፍትን። ሂጎ ግን ኣፍቃሪቱ ንዓርኩ ከም ዝነበረት ነጊሩ ይመልሳ እሞ ኬቲና ድማ ፖል ዓርኩ ካብ ዝመውት ጀሚሩ ከቢድ ጽምዋ ከም ዝስምዓ ዘሎን ብናፍቖቱ ድማ ናብ ጽልልቲ ገጻ ትኸይድ ከም ዘላን ትነግሮ። ሂጎ ድማ ንዓኣ ሓቚፉ ከጸናንዓ ይጅምር። ብድሕሪ'ዚ ኬቲና ናብ ሽንቲ ቤት ትኣቱ እሞ ኣብቲ ሽቓቕ ንዳንኤላ ሓፍቲ ባቢ ብድራግን ብመስተን ልባ ጠፊእዋ ኣብ ከቢድ ኩነታት ትረኽባ። ናብ ሂጎ ምስ ከድና ድማ ሂጎ መስቲ ዝሞተ ዓርኩ በእምሮኡ ስኢልዎ ከዕልል ይጅምር እሞ ሓንቲ ጂን ትበሃል ጓል ፈትዩ ከም ዘሎን ከምኡ'ውን ኬቲና ኣፍቃሪትካ ብጣዕሚ ናፊቓትካ ብፍቕሪ ከትሳቐላ ኢሉ ይነግሮ። ፖል ዓርኩ ድማ ንሱ ውን ንኬቲና ከም ዝናፍቓ እንዳነገረ ቀጺሉ ብዛዕባ ባቢ ይሓቶ እሞ ንሂጉ ዓርኩ ስለ ተፍቅራ ይቕሬታ ንኽትገብረላ ግድን እዩ ብምባል ወሲኹ ድማ እቲ ናተይ ዘጋጠመ ጉዳይ ክኸውን ስለ ዘለዎ እዩ ኮይኑ ብምባል ንነብሱ ውን ካብ ናይ ተኸሳሲ ስምዒት ነጻ ክገብራ ከም ዘለዎ ይምዕዶ። ብድሕሪ እዚ ሂጎ ኣብ መቓብር ናይ ዓርኩ ኮይኑ በእሙሩኡ ምስ ዝሰኣሎ ዓርኩ ክዛረብ ከም ዝጸንሐ ርኢና ሂጎ ካብቲ ቦታ ክኸይድ ከሎ ንርእዮ። ንጽባሒቱ ድማ ናብቲ ናይ ጊም ምስ ከደ ንጊን ኣብኡ ይረኽባ እሞ ጊን ድማ ምስኣ ናይ ጉስጢ ውድድር ንኽገብር ትሓቶ። ሂጎ ድማ ብኣኣ እንዳተገረመ ምስኣ ክበኣስ ይጅምር እሞ ሽዑ ኣበርቲዑ ሓንቲ ግዜ ይሃርማ እሞ ዝሰዓረ መሲልዎ ነቶም ሰባት ንኸርእዮም ኢዱ ዘርጊሑ እንዳርኣየ ደሓር ግን ጊን መጺኣ ንሳውን ቀላል ሰብ ከም ዘይኮነት ተርእዮ። እዚ ተግባራቶም ድማ ኣብ ዓይኒ ናይቲ ዋና ናይቲ ጊም ከም ዝኣትዉ ይገብሮም እሞ ንኽልቲኦም ካብቲ እንዳ ጊም የባርሮም። ደሓር ግን ሻወር እንዳ ገበረ ከሎ ጊን ናብኡ ደፊራ መጺኣ ኣብ ሓደ ቦታ ንኽራኸቡ ቆጺራቶ ትኸይድ። ኣብቲ ሓደ ድማ ዳኒኤላ ንሓፍታ ባቢ ጠኒሳ ከም ዘላ ትነግራ እሞ ምስ ጊዜ ምፍላጡ ዘይተርፎ ነገር ስለ ዝኾነ ድማ ንስድራና ካብ ሕጊ ክነግሮም እዩ ትብላ። ወሲኻ ድማ ትማሊ ንዓኺ ብሞባይለይ ቴክስት ዝጸሓፈልኪ ሂጎ ኣፍቃሪ ክነበር እዩ ናብዚ ከተማ ተመሊሱ ኣሎ ኢላ ንሂጎ ከም ዝረኣየቶ ትነግራ። ሂጎ ድማ ንጊን ናብቲ ቦታ ቆጸራ ንኽወስዳ ኣብ ኣፍ ደገ ገዛኣ ይጽበያ። ብድሕሪ'ዚ ተተሓሒዞም ብሓደ ክድረሩን ጽቡቕ ግዜ ከሕልፉ ከለዉን ንርእዮም። ዳኒኤላ ድማ ንሓፍታ እቲ ምኽንያት ትማሊ ከምኡ ዝኾነት ልክዕ ከም ናይ ባባ ሓፍታ ጽቡቕ ናይ ፍቕሪ ህይወት ክህልዋስ ከም ትደልን እንተኾነ ግን ፈቲና ክኾነላ ስለ ዘይከኣለ ተጨኒቓ ዘይከውን ነገራት ከም ዝገበረት ትነግራ። ኣብቲ ሓደ ድማ ሂጎ ንጂን ናብ ሓደ ጽቡቕ ቦታ ሒዝዋ ይኸይድ እሞ ኣብኡ ኮይኖም ብምልኣ ነታ ከተማ እንዳረኣዩ ክልቲኦም ኣጸቢቖም ክቀራረቡ ከለዉ ንርእዮም። ባቢ እውን ወላ ድኣ ንሂጎ ትርስዓዮ እምበር ፍቕሩ ክሳዕ ሕጂ ስለ ዘይወጽኣላ ነቲ ቀሚጣቶ ዝነበረት ናይ ቀደም ስእሎም ኣውጺኣ ትርእዮ። ሂጎ እውን ብወገኑ ወላ እኳ ካልእ ጓል ኣፍቂሩ ምስኣ ጽቡቕ ግዜ የሕልፍ ከም ዘሎ እንተረኣናዮ እንተኾነ ግን ምስ ባቢ ዘሕልፎ ግዜን ንዓኣ ዘለዎን ፍቕርን ኣብ ቦትኡ ከም ዘሎ ንርኢ። ሂጎ ካብ ድቃሱ ምስ ተባራበረ ድማ ኣዲኡ ንዕኡ ክትረክብ ኢላ ናብቲ ናይ ሓዉ ገዛ ከም ዝመጸት ይርኣ እሞ ቅድሚ ሕጂ ኣዲኡ ምስ ካልእ ሰብኣይ ክዝሙ ርእይዋ ስለ ዝነበረ ወላ እኮ ኣዲኡ እንተ ሓቆፈቶ ንሱ ግን ክሳዕ ሕጂ ይነድእዩ ይጸልኣ ከም ዘሎ ንርዳእ። ንምሸቱ ድማ ሂጎ ምስኪን ክዛናግዑ ናብ ሓደ ክለብ ኸዱ እሞ ኣብቲ ክለብ እውን ባቢ ከም ዘላ ንርኢ። ቀጺላ ባቢ ንኬቲና መሓዝኣ ካብ ርሑቕ ሪኣታ ደድሕሪኣ ከይዳ ሰላም ትብላ እሞ ኬቲና ግን ንዓይን ንሂጎን ኣብቲ ተገድስና ግዜ ኢኺ ካባና ኣርሒቕኪን ብምባል ተቐይማትላ ከም ዘላ ትነግራ። ቀጺልና ድማ ሂጎ ንጊን ሒዝዋ መጺኡ ምስ ኬቲና የላልያ እሞ ጊን ንሽንቲ ቤት ምስ ከደት ድማ ኬቲና ባቢ ኣብዚ ቦታ ከም ዘላ ትነግሮ። ሂጎ ድማ ግዜ ከየጥፈኣ ተቓላጢፉ ንባቢ ክደልያ ይጅምር። ጊን ድማ ምስ ተመልሰት ሂጎ ገዲፍዋ ከም ዝኸደ ሪኣ ትሓርቕ ወላ ድኣ ክሳዕ ደገ ወጺኡ ንባብ ይድለያ ሂጎ ንባብ ክረኽባ ኣይከኣለን። ንጽባሒቱ ናብ ስርሑ ተመሊሱ ምስ ሓላፊኡ እናተዘራረበ ከሎ ጊን ደድሕሪኡ እንዳመጸት ምስኡ ክትጻወት ኮላ ንሪኣ። ብድሕሪ እዚ ብሓንሳእ ግዜ ምስ ኣሕለፉ ኣብ መወዳእታ ንጊን ገዛኣ የብጽሓ እሞ ከም መዘከርታ ክትኮና ድማ እታ ዝፈትዋ ጃኬቱ ምሳኺ ትኹን እብላ። ጊን ድማ ወላ ኣብ ገዛኣ ኣትያ ንሂጎን ኩሉ ተግባራቱን እንዳዘከረት ክትስሕቕ ትጅምር። ናብ ባቢ ምስ ተመለስና ድማ ባቢ ምስ ስድራኣ ኮይና እንዳተደረረት ኮላ ኣቡኣን ንበዓል ባቢ ንኹለን ደቅን ሰበይቱን ህያብ የምጽኣለን እሞ ንሰበይቱ ድማ ሓንቲ ህያብ ምስ ሃባ ባቢ ፍሉይ ዝኾነ ናይ ክሳድ ካቴና ወይ ድማ ኩቡር ህያብ እዩ ዝኸውን ኢላ እንዳሓሰበት ኮላ እታ ህያብ ኣዲኣ ኣንቢባታ ትፈልጥ መጽሓፍ ኮይና ትጸንሕ እዚ ድማ እቲ እዲኣ ዝበለታ ኣቦኣ ምስ ካልእ ጓል ይወጽእ ኣሎ ዝበለታ ነገር ሓቂ ከይኮነ ኣይተርፍን ኢላ ከተሓሳስባ ይጅምር ዝገደደ ግን ዳንኤላ ሓፍታ ንስድራኣ ጥንስቲ ከም ዝኾነት ትነግሮም እሞ ኣዲኣ ድማ ኩሉ ነገር ተደራሪብዋ ኣዝያ ብሓዘን ክትነብዕ ኮላ ንሪኣ ቀጺላ ድማ ባቢ ናብ ሂጎ ትድውል እሞ እንተኾነ ግን ጂን ነታ ሞባይል ተቐቢላ ሂጎ ከምዘየለ ትነግራ። ከምቲ ዝበለቶ ድማ ሂጎ ኣዲኡ ሓሚማ ሰሚዑ እንዳጎየ ናብቲ ሕክምና ይኸይድ እሞ ሽዑ ናብቲ ኣዲኡ ዘላቶ ክፍሊ ኣትዩ ነዲኡ ናይ ቆልዕኡ ዝነበረ ዕላላት እንዳዘከረ ከስሕቓ ይጅምር። ኣብቲ ሓደ ድማ ባቢ ንሂጎ ከምዝበደለቶን እቲ ጌጋ ናታ ምዃኑ ተረዲእዋ ክትነብዕ ኮላ ንርእያ። ሂዑ ንጽባሒቱ ጂን ንበይና ኣብ ሓደ ቦታ ተጨኒቓ ኮላ ንርእያሞ ሂጎ ድማ ንሓው ኣበይ ከም ዘላ ሓቲቱ ናብቲ ዘላቶ ቦታ ይመጽእ። ሂዑ መረጋግኢ እንተኾና ኢሉ ሂጎ ንጂን ሞተር ከለማምዳ ይፍትን። ዘይተጸበዮ ግን ጂን ካብኡ ንላዕሊ ኣዝያ ክኢላ ናይ ሞተር ምዃና ይርእ'ሞ ከምቲ ቀደም ምስ ዓርኩ ዝገብሮ ዝነበረ ብኽልተ እግሩ ኣብታ ሞተር ጠጠው ይብል። ብድሕሪ'ዚ ክልቲኦም እንዳተዘናግዑ መሬት ክሳዕ ዝመሲ ጽቡቕ ግዜ የሕልፉ'ሞ፣ ኣብ መወዳእታ ድማ ሂጎ ናብ ሓደ ድልድል ወሲዱ ኣብታ ከተማ ፍቑራት ንኸይፈላለዩ ብልምዲ ዝገብሮ ነገር መፍትሒ ብምድርባይ ንጂን የርእያ። ንጽባሒቱ ሂጎ ምስ ጂንን ኬቲናን ጽቡቕ ግዜ እንዳሕለፉ ከለዉ ካብ ርሑቕ ናይቲ ዝሞተ ፖውል ዓርኩ ሞቶ ካልእ ሰብ ሒዝዋ ይርኢ እሞ ናብቲ ወዲ ከይዱ ናይ ዓርከይ ሞተር እንታይ ትገብር ኣላ ምሳኻ ኢሉ ነቲ ወዲ እንዳፈራርሐ ይሓቶ እሞ እቲ ወዲ ግን ዓርኩ ቅድሚ ምሟቱ ዝእውዶ ገንዘብ ከም ዝነበሮ ይነግሮ። ብድሕሪ እዚ ኣርባዕቲኦም ተተሓሒዞም ናብ ናይ ጂን ገዛ ይኸዱ እሞ ማይ እንዳተጋጨጨዉ ከም ቆልዑ ክጻወቱን ክዘናግዑን ከለዉ ንርእዮም። ሽዑ ኩሎም ኮፍ ምስ በሉ ድማ ኪቲና ንበይና ኮይና ኣብ ወረቐት ሓደ ጽሑፍ ትጽሕፍ እሞ ብፍጥነት ናብቲ ደንደስ ናይቲ ህንጻ ትድይብ። ኩሎም ድማ ትዘልል መሲልዎም እንዳጎየዩ ናብኣ ይመጹ እሞ ኬቲና ግን ነታ ዝጸሓፈታ ወረቐት እንዳሰዓመት ኣቃጺላ ካብቲ ቦታ ትሰዳ እሞ ኣብ መወዳእታ ኬቲና ነቲ ዝሞተ ኣፍቃሪኣ ረሲዓ ሓድሽ ህይወት ክትጅምር ከምዝኾነት ንርዳእ። ንጽባሒቱ ድማ ዓምኡ ንሂጎ ናብ ህዝቢ ዝቐርብ ዓቢ ምርኢት ኣዳልዩ ከም ዘሎ ንርኢ እሞ ኣብ መንጎ ግን ሂጎ ካብ ኬቲና ቴሌፎን ይድወሎ እሞ ሕጹጽ ጉዳይ ስለ ዝኾነ ግድን ንኽመጽኣ ትነግሮ። ቅድሚ ምኻዱ ግን ዓምኡ ዘይመጹ ካልኦት ደረፍቲ ኣለዉ ኢሉ ይነግሮ እሞ ሂጎ ድማ ናብ ጂን ከይዱ ኣብ ክንድኦም ንሳ ንኽትደርፍ ነጊርዋ ቀልጢፉ ናብ ሓደ ቦታ ከይዱ ኣብቲ ንሳ ምርኢት ትገብረሉ ግዜ ከም ዝምለስ ቃል ኣትይላ ይኸይድ። እንተኾነ ግን ሂጎ ጌና ቅድሚብቲ ቦታ ምብጽሑ ጊን ምርኢት ተቕርበሉ ግዜ ኣኺሉ ሂጎ ከምዘይመጸ እንዳረኣየት ብሓዘን ክትደርፍ ትጅምር። ኣብቲ ሓደ ድማ ሂጎ ናብቲ ኬቲና ዝበለቶ ቦታ ምስ መጸ እታ ብህጹጽ ደልያቶ ዝነበረት ኬቲና ዘይኮነት ባቢ ኮይና ትጸንሕ። ብድሕሪ እዚ ክልቲኦም በይኖም ተፈልዮም ከዕልሉ ይጅምሩ እሞ ባቢ ንሂጎ ኣዝያ ከምዝናፍቆቶ ትነግሮ እሞ ሂጎ ውን ብወገኑ ኩሉ ግዜ ከምዝዝክራ ንሱ ውን ከምዝናፈቓ ይነግራ። ወላኮ ሂጎ እቲ ዝደልዮ ነገር ኮይኑሉ ንባቢ ድሕሪ ክንደይ ዓመታት ረኺብዋ ምስኣ ከዕልል እንተጀመረ ልቡ ግን ምስ ጂን ስለ ዝነበረ ካብቲ ቦታ ክኸይድ ይሓስብ። እንተኾነ ግን ባቢ ቅድሚ ምኻዱ ናብ ሓደ ቦታ ክትወስዶ ከም ትደሊ ትነግሮ'ሞ ናብቲ ቦታ ምስ ከዱ ድማ እቲ ቦታ እቲ ብ ቀዳማይ ክፋል ናይዛ ፊልም ዝረኣናዮ ሂጎ ንባቢ ዝገዘኣላ ገዛን ምስ ባቢ ብዙሕ ዝኽሪ ዘሕለፉሉ ቦታን'ዩ ኔሩ። ሽዑ ናይ ቀደም ዝኽሮም ቀስቂስዎም ክልቲኦም ስምዒታውያን ይዀኑ እሞ ብሓንሳእ'ኡ ግዜ ከሕልፉ ከለዉ ንርእዮም። ጂን ድማ ኣብቲ ሓደ ብናይ ሂጎ ስራሕ ኣዝያ ሓሪቓ ኰላ፣ መሊሱ ድማ ሓደ ወዲ ሂጎ ፈጺሙ ከም ዘይመጸ ናብዚ ቦታ ይነግራ እሞ ጂን ኣዝያ ሓሪቓ ካብቲ ቦታ ክትከይድ ኰላ ንርእያ። ሂጎን ባብን ድማ ጉዳዮም ምስ ወድኡ፣ ባብ ንሂጎ እንዳፋነወቶ እዚ ኵሉ ዝገበረቶ ክሳዕ ሕጂ ንዕኡ ተፍቅሮ ድያ ኣይተፍቅሮን ንምፍላጥ ከም ምዃኑ ነጊራ፣ ቀጺላ ድማ። ድሕሪ ክልተ ሰሙን ክትምርዖ ምዃና ትነግሮ። ኢጎ ድማ ጽቡቕ ዕድል ተመኒዩላ። ኣብ መወዳእታ ንሱ'ውን ምስ ባቢ ዝነበሮ ህይወት መወዳእታ ምዕራፍ ከም ዝገበረሉ ንርዳእ። ተኾነ ግን ባቢ መንገዳ ንኢጎ ብምኽሳራ እንዳሓዘነት ኣዝያ እንዳነበዐት ርኢናያ። ኣዲኣ'ውን ልክዕ ከም ናታ ሰብኣያ ካልእ ሰበይቲ ለሚዱ ከም ዘሎ ኣረጋጊጻ ብሓዘን ክትነብዕ ኮላ ንርእያ። ሂጎ ድማ ናብቲ ውሽጢ ኣትዩ ኣብቲ እቶም ኣርቲስት ክዳኖም ዝቕይርሉ ቦታ ከይዱ ንጂን ክደልያ ይጅምር። ሽዑ ካብ ርሑቕ ድማ ጂም ክትውጭጭ ኮላ ይሰምዓ እሞ እቲ ንሳ ዘላቶ ገዛ ማዕጾኡ ተዓጽዩ ስለ ዝነበረ ብሓይሊ ሰይሩ ናብቲ ውሽጢ ይኣቱ። ኣብኡ ምስ ኣተወ ግን ኣዝዩ ዘሕዝን ነገር ይርኢ። ዓምኡ ምስ ካልኣዩ ኸይኑ ንጊም ክዕምጽዎ ኣይጸንሕዎም'ሞ ሂጎ ሓሪቑ ንዓምኡን ነቲ ካልኣዩን ብጭካነ ክቕጥቅጦም ይጅምር። ኣዝዩ ሓዚኑ ድማ እንዳነብዐ ንጊን ካብቲ ቦታ ንኽትከይድ ይነግራ'ሞ ተመሊሱ ድማ ንዕኦም ምቕጥቃጡ ይቕጽል። ድሓር ግን ሓደ ካብቶም መሳርሕቱ መጺኡ ንሂጎ ይሕዞ'ሞ ሂጎ ድማ እንዳጎየ ወጺኡ ንጊን የርክባ። ሽዑ ጊን ናበይ ከይዱ ከም ዝነበረ ትሓቶ'ሞ ሂጎ ድማ ወላ ሓንቲ መልሲ የብሉን። ሽዑ ጊን ምስ ባቢ ከም ዝነበረ ተረዲእዋ ሓሪቓ ንሳውን ካብቲ ቦታ ትኸይድ እሞ ህይወቱ ተመሓይሹ ካብቲ ዝነበሮ ናይ ሓዘን ዓለም ከም ዝወጽእ ጌራቶ ዝነበረት ጂን ብምኻዳ ድማ ሂጎ ኣዝዩ ሓሪቑ ሞቶሩ ኣልዒሉ ናብ ሓደ ቦታ ይብግስ። ኬቲና ወላ እኮ ጠጠው ንኽብል ተለመነቶ፣ ንሱ ግን ናብቲ ቅድሚ ሕጂ ናይ ሞተር ውድድር ዝገብርሉ ዝነበሩ ቦታ በጺሑ ናይ ዓርኩ ሞቶ ንምምላስ ጃኬቲ ጌሩ ምስቲ ኣብዚ ሰዓት እዚ ነታ ናይ ዓርኩ ሞተር ሒዝዋ ዘሎ ወዲ ክወዳደር ይውስን። ጊን ድማ ኣብቲ ሓደ ብሓዘን ንገዛ ክትኣቱ ኮላ ርኢናያ። ኬቲና ናብቲ ሂጎ ውድድር ዝገብረሉ ዘሎ ቦታ መጺኣ ንሂጎ ምስ ሓደ ሰብ ክወዳደር ኮሎ ትርእዮ። በዚ ድማ ትፈትዎ ኣፍቃሪኣ ከሲራ ሕጂ ድማ ትፈትዎ መሓዛኣ ንከይትከስር ኣዝያ ትሻቐል። ሂጎ እዚ ውድድር እዚ ክገብር ኮሎ ሂወቱ ጥራይ ዘይኮነ ሂወት እቶም ብእኡ ዝሓስቡን ንሱ እንተሞይቱ ኣብ ከቢድ ጓሂ ዝኣትዉ ሰባትን ኣብ ምልክት ሕቶ የእቲ እዩ ዝወዳደር ዘሎ። እቲ ውድድር እንዳጸንከረ ክመጽእ ከሎ ድማ ሂጎውን ከምኡ ሕርቃን ብዝመልኦ መንገዲ ነታ ሞቶ ክዝውራ ከሎ ርኢናዮ። ሓዋ ኒጂን ድማ ናብኣ መጺኡ ከረጋግኣ ከሎ ንርእዮ። ኣብ መወዳእታ ድማ ሂጎ ናብታ ናይ መፈጸምታ ሕንጻጽ እንዳቐረቡ ከለዉ ቀስ ኢሉ ሞተሩ ጠጠው ኣብላሞ ብህድኣት ድማ ናብቲ ወዲ ከይዱ ነታ ናይ ዓርኩ ሞተር ኣልዒልዋ ካብቲ ቦታ ይኸይድ። ቀጺሉ ክልቲኦም የዕሩኽ ናብ ዝኸድዎ ዝነበረ ቦታ ከይዱ ዓርኩ ምስኡ ከም ዘሎ በእምርኡ ይስእሎ እሞ ነታ ሞቶ ብልዑል ፍጥነት እንዳዘወረ ክልቲኦም ዘሊሎም ናብቲ ባሕሪ ክኣትዉ ከለዉ ንርእዮም። ኣብ መወዳእታ ድማ ሂጎ ካብቲ ዝነበሮ ናይ ሕልና ወቕሳ ወጺኡ ሰለማዊ ህይወቱ ክጅምር ምዃኑ ንርዳእ። ንጽባሒቱ ድማ ኬቲና ናብኡ ትመጽእ እሞ ክልቲኦም ድማ ነንሕድሕዶም እንዳተጻናንዑ ኣብ መንጎ ሂጎ ቴሌፎን ትድወሎ እሞ ሂጎ ነታ ቴሌፎን ተቐቢሉ መሊሱ ድማ ነታ ቴሌፎን እውን ናብቲ ባሕሪ ይድርብያ ብድሕሪ እዚ ናብታ ሓሚማ ኣብ ሕማቕ ኩነታት ትርከብ ዘላ ኣዲኡ ይኸይድ እሞ ኣዲኡ ንኽትመውት ዝተወሰነ ሰዓታት ተሪፍዋ ኣብ ኣፈርክቡ ትጸንሖ ሽዑ ልክዕ ከም ህፃን እንዳነበዐ ሂጎ ኣብ ጎኒ ኣዲኡ ደቂሱ ነዲኡ ንሓንሳእን ንሓዋሩን ይፋነዋ ድሕሪ ቁሩብ መዓልታት ድማ ሂጎ ንይን ከም ዝነፍቅራ ነጊሩ ይቕሬታ ዝሓትት ደብዳቤ ይጽሕፍ እሞ ናይ ኣዲኡ ቀብሪ ኣኺሉ ይን እውን ብሓዘን ካብ ርሑቕ ንሂጎ ክትርእዮ ኮላ ርኢናያ። ኣብ መወዳእታ ናይ ፊልምና ድማ ዳንኤላ ሓፍቲ ባቢ ነብሰ ጾር ምዃና ተቐቢላቶ ነቲ ቆልዓ ብጥንቃቐ ከም ተዕብዮ ንስድራኣና ነገረቶም ርኢና። ኬቲና ድማ ምስ ሓዊ ጊን ፍቕሪ ከም ዝጀመረትን ሂጎ ድማ ኣብቲ ጊን ተዳልዎ ናይ ስእሊ ኤግዚቢሽን ከይዱ ናቱን ናይቲ ዝሞተ ዓርኩን ናይ ቀደም ስእልታት ይርኢ እሞ ግን ካብ ቀደም ንሱ ከይረኣያ ተሓቢኣ ትስእሎ ከም ዝነበረት ይርዳእ። ኣብ መወዳእትኡ ድማ ነታ ጽሒፍዋ ዝነበረት ናይ ይቕሬታ ደብዳቤ ከቃጽላ ይሓስብ እሞ ድሓር ግን ሓሳቡ ቀይሩ ናብ ጊኒ ይልእኻ። እንዳፍቀረቶ ሂጎ ዘየፍቅራ መሲልዋ ካብኡ ክትርሕቕ ተገዲዳ ዝነበረት ጊን ድማ ኣብ መወዳእታ ንፍቕሮም ካልኣይ ዕድል ንኽህብዎ ትነግሮሞ በዚ ድማ ሂጎ ተሓጒሱ ክልቲኦም ከም ብሓዲሽ ፍቑራት ኮይኖም እንዳረኣናዮም ፊልምና ኣብዚ ይውድእ። እሞኸ ተኸታተልቲ ዊናይ ትግርኛ እዛ ፊልም ከመይ ረኺብኩማ? ሂጎ ምስ ጂን ምምላሱ ጽቡቕ ውሳነ ዶ ወሲኑ ወይሲ ተጋግዩ ኣብ ቦታ ኮመንት ጸሓፉለይ። ነዛ ፊልም እንተፈቲኹማ ላይክ ምሃብ ኣይትረስዑ እንዳበልኩ ከምኡ እውን እዛ ፊልም ክንደይ ሰኒ ይግባኣ ክትነግሩኒ ክፅበ ኣብ ቀፃሊ ብኻልእ ፊልም ክሳዕ ንራኸብ ነዛ ቻነል ሓደሽቲ ሰባት እንድሕር ኣለኹም ሳብስክራይብ ምግባር ኣይትረስዑ እንዳበልኩ ሰሰናዩ